ሰላም ከመይ ተጻንሖ ክቡራት ተኸታተልትና ዘቦይተና ሚድያ እዩ ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፅና ኣለና እዋናዊ ዝኾኑ ዜናታትና ብእዋነ ንክበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ ሼር ላይክ ብምግባር እውን ክተተባብዕና ብኽብረ ንዕድም ዕርቂ ኤርትራን ኢትዮጵያን ዝምልከት ዝወፀ ሓበሬታ ስርዓት ብልፅግና ኣብ ልዕሊ ፕሬዚዳንት ደብረፅዮንን ስድርኡን ዝሃቦ መጠንቀቕታን ሓድሽ ከባቢ ምዕራብ ትግራይን ዝተመሓላለፈ ህፁፅ መልእኽትን ዝምልከት ተወልደ ዕንበባ ሓዊሱ ካብ ስልጣኖም ዝተኣለዩ ሓለፍቲ ዝምልከት ካብ ትግራይ ዝተረኸበ ትኩስ ሓበሬታ ካብ ግንባራት ትግራይ ዝተረኸበ ሰበር ዜና ክቡራትን ክቡራትናን ናይዚኦምን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኽብረ ንዕድመኩም ዕርቂ ኤርትራን ኢትዮጵያን ብዕሊ ፈሪሱ ከም ዝፍለጥ ኣብዚ ሰሙን እዚ ብብዙሓት ኣካላት ትኹረት ዝሰሓበ ዜና ከም ዝነበረ ዝዝከር እዩ። እቲ ዜና ድማ ኣብ መንጎ መንግስቲታት ኢትዮጵያን ኤርትራን ዕርቂ ይካየድ ከም ዘሎ ዝገልጽ እዩ። መንግስቲ ኤርትራ ኣብዚ ሕጂ ሰዓት ምስ ትግራይ ጀሚርዎ ዝነበረ ጽምዶ ገዲፉ ምስ ብልጽግና ዕርቂ ምጅማሩ ብስፍሓት ክቃላሕ ጸኒሑ እዩ። እዚ ድማ ንደገፍቲ ብልጽግና ዘሐጎሰ ኮይኑ ህወሓት ኣብ ማእከል ሜዳ ተሪፉ ትግራይ ዳግማይ ክትቀርቀር እያ ብዝብል ጭርሖኦም ርእሲ ዜናታት ኮይናም ቀንዮም እዮም። ይኹን እምበር እቲ ሓቂ ሎሚ ኣንጻሩ ኮይኑ ከም ዘሎ ንምፍላጥ ተኻኢላ ኣላ። ዕርቂ ክልቲኦም ኣካላት ብዕሊ ፈሪሱ ዳግም ናብ ምፅርራፍ ኣትዮም ኣለዎ። ናይ ኤርትራ ሚኒስተር ዜና ካድርታት ብልፅግና ድማ ብዕሊ ክፀራረፉ ጀሚሮም ኣለዉ። እዚ ድማ ካብቲ ዝነበረ እቲ ዝኸፍአ ኩነታት ኮይኑ ከም ዘሎ ምንጭታት ሓቢሮም ኣለዉ። ብወገን ትግራይን ኤርትራን ድማ ፅምዶ ዘጠናኽር ሓድሽ

እቲ ሚኒስተር ኣብ ልዕሊ ብልጽግና ዝሃቦ ቃለ መሕተት ድማ ንብዙሓት ኣገሪሙ ኣሎ። እቲ ናይ ትማሊ ሓሳብ ሚኒስተር ኣቶ የማነ ድማ ከም ዝስዕብ ጌርና ኣቕሪብናዮ ኣለና። ፖሊሲታት ኢትዮጵያ ካብ ክውንነን ዝረሓቐ ምዃኑ ሚኒስተር ዜና ኤርትራ የማነ ገብረመስቀል ሓቢሮም። ብሰልፊ ብልጽግና ዝምራሕ መንግስቲ ኢትዮጵያ ኣብ ቀርኒ ኣፍሪካ ብዘለዎ ፖሊሲታትን መርገጽታትን ዘባዊ ወጥሪ የልዕል ኣሎ ክብል ከሲሶ። እቲ ሚኒስተር ኣብ ማሕበራዊ መራኸብታት ገጹ ኣብ ዝዘርግሖ ጽሑፍ ፖሊሲታት መንግስቲ ኢትዮጵያ ካብ ካብ ክውንነት ዝርሓቐ ክብል ገሊጹ። ኣቶ የማነ ገብረ መስቀል ከም ቀንዲ መርኣያ ገይሩ ዝጠቐሶ ድማ ቀዳማይ ሚኒስተር ኢትዮጵያ ኣብ ወርሒ ጥሪ 2024 ምስ ሶማሊላንድ ዝተኸተመ ስምምዕ ምርድዳእ ዘይሕጋውን ምሽጥራውን ምንባሩ እዩ። ካልኣይ፣ መንግስቲ ኢትዮጵያ ኣብ ልኣላውነት ዝተመርኮሰ ናይ ባሕረ ምብጻሕ ካብ ታሕሳስ 2023 ጀሚሩ ዝካየድ ዘሎ ጉስጓሳት ሚድያን ዲፕሎማስያዊ ብምክያድ ዓሰብ ንምውራር ወተሃደራዊ ምፍርራሕን ምግባሩ ነቒፉ። ሳልሳይ ድማ ንመጽናዕቲ የለ ዩኒቨርሲቲ ብምጥቃስ ኢትዮጵያ ኣብ ሱዳን ኣብ ዘሎ ግጭት ኢዳ ኣእትያ ክብል ከሲሱ። እቲ ሚኒስተር ወሲኾ ኤርትራን ካልኦት ሃገራት እቲ ዞባን ኣንጻር ኢትዮጵያ ጸረ ኢትዮጵያ ጥምረት ብምቋም ኣብ ልዕሊ ኢትዮጵያ ውዲት ይኣልማ ኣለዋ ዝብል ክስታት ሓሶትን ነቲ ሓቀኛ ምንጪ ናይቲ ወጥረ ንምሽፋንን ዝግበር ፈተነ ምዃኑን ገሊጹ። ኣቶ የማነ ህዝብታት ቀርኒ ኣፍሪካ ኣብ ምክብባር ላዕላውነትን ግዝኣታዊ ሓድነትን ዝተመስረተ ነባር ሰላምን ምትሕብባርን ክረኽቡ እምበር ዕብለላ ንምምስራት ኣብ ዝገብርዎ ፃዕሪ ኣብ ዘለኣለማዊ ግጭት ክነብሩ ኣይደልዩን ክብል ገሊፁ። ብወገን ዶክተር ኣብይ ኣሕመድ ንሱ ዝመርሖ ሰልፊ ብልፅግና ንኤርትራ ብሓደ ጨቋኒ ብሕግን ብስርዓትን ኮነ ሃገራዊ ምርጫ ፍፁም ዘይፈቅድን ዘየካየድን ስርዓት ህግደፍ ንዓና ከወራዘየልና ኣይኽእልን እዩ ክብሉ ንካድረታቶም መልእኽቲ ከም ዘመሓላለፉ ፀብፃባት የገንዝቡ። ኣብ ኤርትራ ካብ ኮራሻ ስልጣን ን ሰላሳን ሓሙሽተን ተረሲዑ ዘሎ ስርዓት ጸረ ዲሞክራስን ፍትሕን ምዃኑ ብርክት ዝበሉ ኤርትራውያንን ምሁራትን ፖለቲከኛታትን ዝሃበዎ ሓበሬታ የመልክት። ኣብ ልዕሊ ዶክተር ደብረጽዮንን ስድርኡን ካብ መንግስቲ ፌደራል ምፍርራሕ ከም ዝተጀመረ ተገሊጹ። ኣብይ ብጀነራል ሳሞራ ዮኑስ ኣቢሉ ኣብ ልዕሊ ህወሓት መልእኽቱ ኣመሓላሊፉ። ኣብ ትግራይ ሓድሽ ስልጣን ተቖጻጺሩ ዘሎ ህወሓት ብጀነራል ሳሞራ ዮኑስ ኣቢሉ ካብ ኣብይ ኣሕመድ መጠንቀቕታ በጺሕዎ። እቲ መጠንቀቕታ ድማ ሓድሽ መሪሕነት ኣብ ትግራይ ብብልጽግና ከም ዝምስረት እዩ ዝገልጽ። ኣብዚ ሕጂ ሰዓት ብተጋሩ ባንዳታት ተባሂሎም ብኣብይ ኣሕመድ ድማ ጀጋኑ ዝኾኑ ነባራት ተጋደልቲ ትግራይ ከም በዓል ሳሞራ ዮኑስ ሕጂ ኣብ ልዕሊ ህወሓትን ህዝቢ ትግራይን መፈራርሕቲ ኮይኖም ኣለዉ። ስለዚ ድማ ኣብ ልዕሊ ህወሓት ብፍላይ ኣብ ልዕሊ ዶክተር ደብረጽዮን ዘፈራርሑ ዘለዉ ኮይኖም ካብ ስልጣንካ ተዘይለቒቕካ ክነጥፈኣካ ኢና ዝብል መልእኽቲ የመሓላልፍሉ ኣለዉ። ብውሽጢ ዝወፁ ዘለዉ ሓበሬታታት ከም ዘመላኽትዎ ልክዕ ከምቲ ኣብ ልዕሊ መንበሪ ጌታቸው ረዳ ተወሲዱ ዝነበረ ናይ ድሮን ጥቕዓት ዓጀብቲ ኣይተ ጌታቸው ረዳ ዝቐጠፈን ሎሚ እውን ኣብ ልዕሊ ዶክተር ደብረፅዮን ከም ዝውሰዱ እዩ ዝግለፅ ዘሎ። በዚ መሰረት ድማ ብፍቓድ ዶክተር ደብረፅዮን ስልጣኑ ከረከብ እንተዘይኮይኑ ግን ኣብ ልዕሊኡን ኣብ ልዕሊ ስድርኡን ስጉምቲ ከም ዝውሰደሉ እዩ ዝፍከረሉ ዘሎ። እዚ ብሕቡእ ናብ ዶክተር ደብረጽዮን ዝተላእኸ መፈራርሒ ኮይኑ ብጋህዲ ድማ ብጀነራል ሳሞራ ዮኑስ ኣቢሉ ሓደ መልእኽቲ ተመሓላሊፋ እዩ። እቲ መልእኽቲ ዝሓዘ ቃለ መሕተት ድማ ኣብ ትግራይ ሓድሽ ሓይሊ ስልጣን ንክሕዝ ፌደራል መንግስቲ ሓገዝ ክገብር ጀነራል ሳሞራ ዮኑስ ጻውዒት ኣቕሪቦሞ ይብል። ነቲ ናይ ትግራይ ክልል ስልጣን ዝርከብ ሓድሽ ሓይሊ ንክመጽእ ፌደራል መንግስቲ ሓላፍነት ወሲዱ ጽዕንቶ ክገብር ጀነራል ሳሞራ ዮኑስ ጻውዒት ኣቕሪቦም። ኣብዚ ሰሙን እዚ ዝተገበረ ነቲ ዝፈረሰ ምኽሪ ቤት ተጠቒምካ ውዝፍ ኣመራርሓ ናብ ስልጣን ናይ ምምላስ ተግባር ንህዝቢ ንኸቢድ ስግኣትን ጭንቀትን ዝዳረገ ፍጻመ እዩ ኢሎምዎ። እቲ ናይ ቀደም ናይ ኢፌዴሪ ጠቕላላ ኢታማጆር ሹም ጀነራል ሳሞራ ዮኑስ ነቲ እዋናዊ ናይ ትግራይ ፖለቲካዊ ኩነታት ኣመልኪቶም ሎሚ ምስ ጋዜጣ ወጋሕታ ብትግርኛ ቋንቋ ኣብ ዘካየድዎ ቃለ መሕተት ከም ዝገለጽዎም እቶም ናይ ህወሓት ኣመራርሓ ሰሙን እዚ ዝወሰንዎ ዘይሕጋዊ ውሳነ ህዝባዊ ደገፍ ዘለዎ ንክመስል ብዙሕ ናይ ፕሮፓጋንዳ ስራሕ እኳ እንተተገበረሉ እቲ ሓቂ ግን ካብ ሚእቲ ብዘይበልፁ ሰባት ምኽክር ጥራይ ውሽጢ ንውሽጢ ተወሲኑ ዝተተግበረ ናይ ውሕዳት ድሌት ምዃኑ ኣነፂሮም። ነቲ ተግባር ብጣዕሚ ሕማቕ ክብሉ ዝገለፅዎ ጀነራል ሳሙራ ዮኑስ ኣብ ውሽጢ ዓዲ ይኹን ኣብ ወፃኢ ዝርከብ ተወላዲ ትግራይ በዚ ተግባር እዚ ከም ዝተቖጠዐ ገሊፆም። ናይዚ ዋና ዓላማ ድማ ስልጣን ንምቕፃልን ካብ ተሓታትነት ንምምላጥን ዝግበር ተግባር ክብሉ ገሊፆም። ብእምነት ጀነራል ሳሞራ እዚ ናይ ክንሕተት ኢና ስግኣት ናይቶም ፖለቲከኛታት ጥራይ ዘይኮነስ ናይቲ ዞባ ወተሃደራዊ ኣዘዝቲ እውን ስግኣት ምዃኑ ብምብራህ ክልቲኦም ተዋሃሂዶም እዚ ዝፈጸምሉ ምኽንያት ተሓተቲ ክንከውን ኢና ካብ ዝብል ስግኣት ዝመንጨወ ከም ዝኾነ የረድኡ። እቶም ጀነራል ኣብዚ ቃለ ምሕተቶም ናይዚ ሰሙን እዚ ምንቅስቓስ ዋና ዓላምኡ ስልጣን ንምቕፃልን ካብ ተሓታት ምምላጥን ምዃኑ እንተገለፁ እኳ እንደገና ተመሊሶም ድማ ናይዚ ምንቅስቓስ ዋና ዓላማ እቲ ፌዴራል መንግስቲ ዘካየዶ ሃገራዊ ምርጫ ንምትዕንቓፍ ዝዓለመ ክኸውን ከም ዝኽእል ግምቶም ይገልፁ። እቲ ፌዴራል መንግስቲ ነቲ ጉዳይ ብዝረግአ መንፈስን ብብልሕን ክፈትሖ ከም ዝግባእ ዝመኸሩ ጀነራል ሳሞራ ዮኑስ ህዝቢ ትግራይ ካብዚ ንላዕሊ ነዞም ኣመራርሓታት ክዕገስ ከም ዘይብሉ ብኣፅንኦት ገሊፆም። ፌደራል መንግስቲ ሓላፍነት ወሲዱ ሓድሽ ሓይሊ መፂኡ ስልጣን ንክሕፅዑ እንትክገብር ኣተሓሳሲቦም እቶም ጀነራል ስልጣን ይረከብ ዝብለዎ ዘለዉ ሓድሽ ሓይሊ ኣየናይ ሓይሊ ምዃኑ ግን ኣብዚ ቃለ መሕተቶም ብዝርዝር ኣይገለጹን። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም